ብሓድሽ ቅኔ ምስጋና ብጥዑም ደሃይ በገና መሰንቆ ከበሮ ሒዘ ክዝምረልካ እየ ኣነ
ደኺሙኒ ዝብል ቃል ከየውፅአት ውዒላ ትሓድር ክምስ እንዳበለት ተዓዲላ ዶ ትብልዋ ህያብ ፍልይቲ ክእለት ንሳስ ፍልይቲ እያ ዘይትሕለል ፍጥረት ንሳስ ፍልይቲ እያ ዘይትሕለል ፍጥረት ሰላም ከመይ ሓዲርኩም ደሓን ዶ ሓዲርኩም? ብወገነይ እዝጋብሄር ይመስገን ሰላም እየ። ሰላም ክትኮኑ ደሞ በዓልቲ ምልእቲ ተስፋ እየ። እምበኣርከስ ክቡራት ተኸታተልቲ ናይ ልማዓንቲ ኣድያና ሕጽር ዝበለትን ምጥን ዝበለትን ጥዕም ዝበለትን ግጥሚ ሒዘልኩም መጽየ ኣለኹሞ እስካብ ቪድዮ መጠረሻ ጽንልኩም ክተዳምጹኒ ብትሕትና ይሓትት። ኣርእስቲ እታ ግጥሚ ደሞ ዘይትሕለል ፍጥረት እያ ትብል። ዘይትሕለል ፍጥረት! ዘይትሕለል ፍጥረት ናይ ጽንዓት ኣብነት፣ ውሽጣ ብሩህ ተስፋ መሊኡ ዝዓጠቐት ኣመስጋኒት ዓቃል ኣብ መንከራ ከርተት፣ ተስፋ ስንቃ ለባም ነባሪት ኣብ ስደት! ተስፋ ስንቃ ለባም ነባሪት ኣብ ስደት! ነዊሕ ተስፋ ራኢ ኣብ ቅድሚኣ ሰሪዓ ዕረፍቲ ረሲዓ ኣብ ስርሓ ጸኒዓ ትርምርም ኣላ ለይቲ ኮነ ቀትሪ ፍረ ጻምእ ጻዕራ ክትረክብ ብኽብሪ ፍረ ጻምእ ጻዕራ ክትረክብ ብኽብሪ ትሕትና ኣጽጊባ ንዛ ጻዕራም ነብሳ ናብ ዓወት ክትበጽሕ ረሃጻ ኣፍሲሳ ፍቕሪ ሓልየትን ስኒትን ንኹሉ ለጊሳ ኣብ ጻዕሪ ትርከብ ትልምታታ ቀይሳ ኣብ ጻዕሪ ትርከብ ትልምታታ ቀይሳ። ባህርያት ደቂ ሰባት መዚና ትርኢ ውሽጣ ዝምነዮ ራኢ ናይ መጻኢ ዕንቅፋት ከይፈጥረላ ምስቲ ትምነዮ ምስ ነብሳ መኺራ ሃዲኣ ተዕርዮ ምስ ነብሳ መኺራ ሃዲኣ ተዕርዮ ዘይትነጽፍ ቃላ መርወይት ጽሙኣት ቦቕቧቕ ለጋስ ኢዳ ናይ ጽጉማት ኩርዓት ኣድ ኢዳ ከይመልኣ ዘለዋ ተካፍል ናይ ብዙሓት ተስፋ ናይ ሓጎስ ፈልፋሊት ናይ ብዙሓት ተስፋ ናይ ሓጎስ ፈልፋሊት ንጸገም ጸገም ኢላ ምእንታን ከይትጽገም መፍትሒ ክትደሊ ትጎዪ ትቃዳደም ኣብቲ ስደት ሃገር ጽምዋ ዝበዝሖ ደኺምኒ ከይበለት ትጽዕር ክትፈትሖ ደኺምኒ ከይበለት ትጽዕር ክትፈትሖ ክብራ ዝሓለወት ዓቃልያ ጸዋር ትሕትና ወኒና ዝኸኣለት ምንባር ክትበጽሖ ትምነ ተኸሊላ ልዑል ክብሪ ፈታዊት ጸሎት ናብ ልዑል ፈጣሪ ፈታዊት ጸሎት ናብ ልዑል ፈጣሪ ተስፋ ዝሓለባ ብርሃን ውሽጢ ልባ ዓይኒ ዓይና ክርኢ ኩሉ ክዕዘባ ዓይና ዓይና ክርኢ ኩሉ ክዕዘባ ሕጉስቲ ትመስል ጋሻ ኩሉ ሰባ ብሓንሳብ ትሕንበብ ክትሰግር ፀበባ ብሓሳብ ትሕንበብ ክትሰግር ፀበባ ደኺምኒ ዝብል ቃል ከየውጸኣት ውዒላ ትሓድር ክምስ እንዳበለት ተዓዲላ ዶ ትብልዋ ህያብ ፍልይቲ ክእለት ንሳስ ፍልይቲ እያ ዘይትሕለል ፍጥረት ንሳስ ፍልይቲ እያ ዘይትሕለል ፍጥረት ኣርእስትና ናይ ዘይትሕለል ፍጥረት ትብል ግጥሚ ኣብዚ ዛዚምና ኣለና በዝቕጽል ብኻሊእ ቪድዮ እስካብ ንራኸብ ንስኹም ደሞ ንዚ ቻናል ሓደሽቲ ዝኾንኩም ላይክ ሸር ሳብስክራይብ እናገበርኩም ምትዋዕኹም ኣይፈለየኒ ክብለኩም ይፈቲ እዝጋብሄር ኣምላኽ ምሕረቱ ሰላም የውርደልና ብሩኽ መዓልቲ ይግበረልኩም ክቡራት ተኻታተልተይ።